ሓደ ሓደ ግዜ እዚ ብጣዕሚ እዩ ዝገርሞም ማለት እዩ ብጣዕሚ እዮም ዝቕልድለይ እና እታይ ድዩ ኣብዚ ማለት እዩ ረእይዎ በቃ ሓሸዋ ብጣዕሚ በሊዕና ሓሸዋስ ንቢያጆ ሰማንያን ክልትን ሽሕ እዩ ኮይንና ዋላ ስምንተ ዓሰርተ ሽሕ ዘይኸውን ዋይ ደሓን ግን ንምንታይ ስቂሉሲ ኣነ በቃ ዝኾነ ይኹን ነገር ብዘይ ምንም ጥቕሚ ክባኽን ይፈቱንና በቃ ይፈቲ ወላ ሓሙሽ ሳንቲም ከባኽን ይፈቱን ብዘይ ምንም ነገር እና ደቂ ዓበይቲ ወይ ማዕረይ ከርእየኩም እየ ኣብዛ ማለት ኣብቲ ክሽነ እየ ብደንብ ተሰሚዕኒ ንዛ ታክሽነስ ትሽዓተ ካሬ እያ እና ንዛ ትሽዓተ ካሬ ክንደይ ሕፃ ከም ዝወደአኒ ክንደይ ስሚንቶ ከም ዝወደአኒ ክነግረኩም ኣይከልን እና ተኣዩ ንሱ እስኪ ምልስ ኣቢለ ናብታ ቪድዮ ከእትዋ እዩ እሞ ካርእየኩም እንታ ንስኻትኩም ብደንብ ክርደአኩም ብዘራ ብቻ ዘይክርደአኩም ይኽእል ብቲ ቪድዮ ርኢኹም ክርድአኩም ስለ ዝኽእል ከእትፈልኩም ማለት እዩ እታ ቪድዮ እና ደቂ ዓበይቲ ወይ ማዕረይ ኣብዚ ንልክዖ ኣለና ትማዕፀስ ንልክዖ ኣለና ሓሾ ሓሾ ብጣዕሚ ወዲእኒ ረእይዎ ዋብ ስሩ ክንደይ ሴንቲሜትር ትድርዩ ትማዕፆ የለዮም እንታይ ደለዩሞ እዚ ትማዕፆማ ብጣዕምስ ኣስቂሉ ኣስቂሉ እንታይ ለዮም ንዘም ሰራሕተኛ እቲ መሬት ብዜሮ ስርሑለይ ኢለዮም እቲ መሬት ብዜሮ ስርሑለይ እሞ እቲ ብዜሮ እንድሕር ሰሪሖሞ ሕዚ እዚ ክሽነ መዓት ኮንዲት እኒሆ ረእይዎ ኣብዚ ሕዚ እዚ ኮንዲት እኒሆ እዚ መዓት ኮንዲት እኒሆ ተኮንዲት ቀቢርኩምሲ ብዜሮ ስርሑለይ እየ ኢለዮም እና ብዜሮ ክስራሕ ከሎ እንታይ ይኸውን ኣሎ ብዜሮ ማለት ታኮንዲት ቀቢሮምስ ከምዚ ብዙሕ ሓሸዋ ከይገበሩ እታ ኮንዲት ብቻ ቀቢሮም ብንእሽተይ ምስራሕ ማለት እዩ ብካሊእ ቋንቋና ብዜሮ ሰርሕሎ ኢለዮም ብዜሮ እንድሕር ተሰሪሑ ማዕፆ ሃክብል እዩ ኢሎምኒ ኣይ ማዕፆ ማለት እዚ እዩ ማዕፆ እዚ ሐዚ ንእሽተይ ናይ ዜሮ ሳንቲም እያ እኒሄታ እምበር ዜሮ እዩ በቃ ምክንያቱም እቲ ማዕፆ ሃህ እንድሕር ኢሉ ብታሕቲ

ኣይኸውንን ፈሳሲኡስ ንውሽጢ ማለት እዩ ብሓፂሩ በቃ እዚ ሐዚ ፈሳሲ ንደገ ገይሮም ሰሪሖሞ እኔው ማይ ሓፂብካስ ናብ መርዋ ዝኸይድ ኣነ ግን እንታይ ኢለዮም ፈሳሲኡ ናይ ላውንደሪ ስለ ዘለዎኡ ኣብቲ ክሽነ ውሽጢ ፈሳሲ ብቲ ናይ ላውንደሪ ዝኣቱ ብጌርና ማይ ክንሰዶ ኢና እሞ ፈሳሲ ንውሽጢ ጌርኩም ሕጻ ካይውደእንስ ብዜሮ ስርሑለይ ኢለዮም ኣበዮምኒ፣ መን ሰሪሑዎ ክንበሃር ኢና፣ ኢድና ክንስበር ኢና፣ መልክዑ ጽቡቕ ኣይኮነን ምናምን ኢሎም ኣበዮምኒ። ኣነ ግን እንታይ እዩ ዝረኣየኒ ዘሎ እቲ ሕጻ መወዳእ እዩ ዝረኣየኒ ዘሎና እሺ እሞ እንታይ ደኣ ትብልና በሉኒ ደቂ ዓበይቲ ወይ ማዕረይ ሓደ ማሻታት ትገብሩ ከለኹም እቶም ማሻታ ዝገብሩ ኮንትራክተር ንሕና ንግዚኡ በቃ ኮለንጠጠ ወቢለ እህዲመ ታይ ደስ ከመይ ደስ ኢና ንርእዎ ዶ ክንደይ ነገር እኒኦ ንደሓር ዝቐር ነገራት ማለት እዩ ክንደይ ነገር በቃ ደሓር ሕዚ ምናልባት ሰረት ክትስርቲ ከለኹም ሕፃፀፀር ሕሳር ክኸውን ይኽእል ኣብታ ፊኒሽንግ ክትበፅሑ ከለኹም ደግሞ ኣቑሑት ናወሰኻ እዩ ዝኸድ እና ካብ መጀመርያ ተፀፊፋ ክትስራሕ ኣለታ ማሻታ ክኸውን ከሎት መሬት ውሃ ልክ ሒዞም ብደንቢ ገመድ ወጢሮም ብደንቢ ቅድሚታ ድሕሪታ ማዕረ ገይሮም ክሰርሕዎ ኣለዎም ሓደ ካልኣይ ከዓኒ እቲ ዋናና ዋና ነገር ደሞ ማዕፆ ማዕፆ ከእትወልኩም እታ ቪድዮ ሕዝኩም ብደንብ ምእንታን ክትረ ማዕፆ ማለት እዩ ክብራት ኣሕዋተይ እንዲያም ይኸው ባዕሊታ መፅያ እኒሃ እዛ ትርእይዋ ዘለኹም ማዕፆ ዓሰርተ ሴንቲሜትር እዩ እኒሆ ዓሰርተ ሴንቲሜትር ንታሕቲ ኣንጠልጢሉ እኒሆ እንግዲህ ዓሰርተ ሴንቲሜትር ይኣነ ሓሸዋና ስሚንቶ መሊኦዮ ማለት እዩ ሕሰብዎ ብጣዕሚ ብዙሕ ስሚንቶና ብዙሕ ሕፃ እዩ ዘልዕካና በቃ ዕስራ ግዜ ዋይ ወዲእኒ ዶ ወዲእኒ ዶ እናበልክ በቃ እውነት ብቻ እግዚኣብሔር ይመስገን ወይ ሓሊፈ ለዝኾነ ኮይኑ እንታይ ክብለኩም ይፈቱ ካየ ትምሃሮ ትድሪ እዚኣ ማዕፀኹም እስካብ ዓሰርተ ሴንቲሜትር ኣይትግበርዎ እንታይ ደኣ ተነዊሓ ብጣዕሚ ተነዊሓ ሸውዓተ ሴንቲሜትር ማእኸላይ ማእኸላይ በቃ መካከለኛ ትበሃል ደሞ ሽዱሽተ ሰንቲሜትር ሽዱሽተ ጠራጣሪ እዩ ክነሳኒ እዩ ብደንቢ ሓሸዋ ይሕዘለይ እንትብሉ ተኮይንኩም ደሞ ሸውዓተ ጌርኩም ኣስርሕዎ ማለት እዩ ማዕዘ ክተዝ ከለኹም ሕዚ ውሃልክ ወይ ከዓኒ እዚ ናይ ማዕፆ ዝንጥልጠለሲ ክንደይ ሴንቲሜትር ኢኻ ትገድፈለይ ናይ ሰራሚክ ትብሉ በቃ ናይ ሰራሚክ እሲ ክንደይ ሴንቲሜትር ትገድፈለይ ትብልዎ ሽዱሽተ ወይ ሸውዓተ ክለኩም እዩ እንተይልኩም ፅቡቕ እዩ ግን ኣብታ ሽዱሽተና ሸውዓተ ብታ ዝበለኩም እዚ ይሰርሓ ድዩ ካብታ ሽዱሽተና ሸውዓተ ካብኡ ብላዕሊ ወይ ከዓ ካብኣ ብታሕቲ ጌርካ ተሰሪሕኻያ ክመልሳ እየ ትብልዎ ገንዘብ እውን ማለት ሕዚ ሚእተ ሽሕ ተወዲእኩም ሰማንያ ሽሕ ትህቡ ዕስራ ሽሕ ድማ ይቐሪ ማዕፆ ከም ቸገርኩም ትህቦ ማለት እዩ እና ደቂ ዓበይቲ ወይ ማዕረይ ሎሚ ሓሸዋ ሰማይ ኮይኑ ስሚንቶ ሰማይ ኮይኑ ፀፅር ኩሉ ሰማይ ኮይኑ እዩ ብቐሊሉ ዝርከብ ነገር የለና ኣብ ፊኒሽንግ ብጣዕሚ እዩ ዝውድአካ ከምዚያት ነገር በቃ ዝፅግንጋን ነገር ብጣዕሚ እዩ ዘልዐካ እሞ ጥንቃቐ ግበሩ ሓደ ቢያጆ ምልኡስ የህድም የሰርት እምበር ሓደ ቢያጆ ሙሉእ ንሑፃ ንሰራሚክ ብቻ ክትገብሮ ከለካ ንእንድዒ ብጣዕሚ እዩ በቃ ተናዲደ ማለት እዩ እና ከምዚ ጌርኩም ማዕፅኹም ኣስተኻኽሉ ማዕፆ ተስርሑ ካብ ሕዚ ናይ ሰራሚክ እንዴት ገድፈለ ኢልኩም ትሓትዎ ከለኹም ርግፀኛ እየ ምስቲ ኮንዲት ኣክሴፕት ገይሮም ሽዱሽተ ወይ ሸውዓተ እዮም ክብልኹም ሽዱሽተ ወይ ሸውዓተ ክብልኹም ከለኹም ኦኬ ፅቡቕ እዩ በልዎ ግን ከማ ጌርካ ግዴታ ዲኻ ትሰርሓ ከይተንውሓ ከይተሕጽራ ከማ ጌርኩም ስር ከማ ጌርካ ስርሐለይ ኣነ ኣብ ገዛይ ኣምጽእ ዓቂነ እየ ገንዘብ ከኽበካ ትብልዎ ካብኡሱ ደሞ ከማ ጌሩ ይሰርሓ ማለት እዩ ስለዚ ናይ ሎማዓንቲ ትምህርቲ ትኾነኩም ዝሓሰብክዋ እዚኣ እያ ነይራ ካብኡ ኣብ ቀጻሊ ደሞ ብናይ ወይኒ ጓል ተስፍሽ ዝብል ካልኣይ ቻናለይ ናይ ኩላኻትኩም ሕቶ ጠቕልል ኣቢለ ሰሪሐዮ ኣለኹ ብኡ ክለቀየ ብኡ ትርእይዎ ትኽእሉ ኢኹም ማለት እዩ ደቂ ዓበይቲ ወይ ማዕሪና ብጣዕሚ እየ ዝፈትወኩምን ዘኽብረኩምን ሰሰናዩ ባይ ባይ